ራጅን ቬርን ክልተ ዝፋተዉ ኣሕዋት እዮም። ካብ ዕለታት ሓደ መዓልቲ ቬር ብመኪና እንዳኸደ ከሎ ኣብ መንገዱ ምስ ሓንቲ መልከዐኛ ጓል ተላልዩ። ክልቲኦም ድማ ይፋቐሩ። እንተኾነ ግን ፍቕሮም ኣብ ናይ ክልቲኦም ቤተሰብ ብዝነበረ ጽልኢ ምኽንያት ኣብ ፈተና ይኣቱ። ሰላም ጋይስ ሎማዓንቲ ዘቕርበልኩም ኣዝያ መሳጢት ናይ ህንዲ ፊልም እያ። ከም ትፈትውዋ ስለ ዘይጠራጠር ነዛ ቪድዮ ላይክ ብምግባር ጀምሩ ናብታ ፊልም ከሕልፈኩም። ራጅ ዝተባህለ ሰብ እንዳራእና እዛ ፊልም ትጅምር። ራጅ ቅድሚ ሕጂ ዘጋጠሞ ናይ ተኹሲ ልውውጥ ዝሓለፈ ኩነታት ዘኪሩ ካብ ሕልሙ ሰንቢዱ ይትስእ። ራጅ ድማ እቲ ሕልሚ ኣዝዩ ስለ ዘጨነቖ ናብ ደገ ወጺኡ ድማ ሻክቲን ኣንዋርን ዝተባህሉ ኣዕሩኽቱ ምስ ረኸቦም፣ ብዛዕባ እቲ ሕልሚ ድማ ምስ ነገሮም፣ ሻክቲን ኣንዋርን እዚ ኣጋጣሚ ዝሓለፈ ኩነታት ስለ ዝኾነ ብዙሕ ብእኡ ንኸይጭነቕ ይነግርዎ። ኣብዚ ግዜ ድማ ሓደ መኒቫ ዝተባህለ ሰራቒ ብሰባት ተታሒዙ ክቕጥቀጥ ከሎ ይርእይዎ'ሞ፣ ብዓራጅ ድማ ኣብቲ ከባቢ ዝፍርሑ ሰባት ስለ ዝነበሩ፣ ነቶም ሰባት ንኸጣዕረቕዎም ናብኦም ይኸዱ። ኣብዚ ግዜ ድማ ማኒቫይ እቲ ሰልዲ ዝሰረቖ ንሓዉ ክብል ከም ዝኾነ ይዛረብ። ራጅ ድማ ንመኒቫይ ዝተወሰነ ገንዘብ ይህቦ'ሞ ኣብ ናቱ ጋራጅ መጺኡ ስራሕ ክጅምር ከም ዝኽእል ይነግሮ። ካብኡ ንደሓር ድማ ንራጅ ሓዉ ዝኾነ ቬርን ዝተባህለ ሰብ ንርኢ። ምስ ቬር ድማ ንሻክቲር ሓዉ ዝኾነ ሲድዩ ምስኡ ከሎ ኣብ ሓደገኛ ቦታ ብፍጥነት ንሓንቲ ክብርቲ መኪና ድሕሪ ምዝዋሮም ናብ ገዝኦም እንዳተመልሱ ከለዉ ሓንቲ መልከዐኛ ጓል ናቶም ሓገዝ ደልያ ንኽማልእዋ ትሓቶም። እንተኾነ ግን ሲዱ ራጅ ከም ዘይፈቅድ ስለ ዝፈልጥ እዛ ጓል ናብታ መኪና ንኽትድይብ ኣይደለየን። ቬር ድማ ብሲዱ እንዳሓረቐ ነታ ጓል ናብታ መኪና ከይእተዋ ገዲፍዋ ይሓልፍ። ቁሩብ ድሕሪ ምጉዓዞም ድማ ሲድዉ ንክሸይን ካብታ መኪና ምስ ወረደ ብመጀመርትኡ ብመልክዓ ተማሪኹ ዝነበረ ቬር ድማ ነታ መኪና ሒዙ ናብ ድሕሪት እንዳዘወረ ብምኻድ ገዲፍዎ ናብታ ጓል ብምኻድ ናብታ መኪና ንክትኣቱ ይዕድማ እዛ ጓል ድማ ኢሽታ ትበሃል። ቬርን ኢሽታን ድማ ድሕሪ ምልላዮም ብሓደ ናብታ መኪና ኣትዮም ጉዕዞኦም ይጅምሩ እንተኾነ ግን ኣብቲ ከተማ ብዝሒ መኪና ስለዝነበረ እቲ መንገዲ ዅሉ ይተዓጻጾ። ቬር ግን ንእሽታ ክዳን ኣውጊያ ስለ ዘይደለየ፣ ኣብቲ ቦታ ዝነበረ ሽየጥ ኣቑሑት እንዳሰባበረ መንገዱ ይቕጽል። ድሕሪ እዚ ዅሉ ነገራት ድማ ራጅ ሓዉ ዝገበሮ ነገር ስለ ዝፈለጠ ክቋየቖ ይጅምር። ራጅ ክቡራት መኪና ዝዀና ዝዕረያሉ ጋራጅ ስለ ዘለዎ፣ ቬር ድማ ካብተን ክዕረያ ኢለን ዝመጻ መካይን ሓንቲ ኻበን ሒዙ ወጺኡ ኣባላሽዋ ብምምጽኡ፣ ይቋየቖ። ኣብዚ ሕጂ ግዜ ድማ ቬርን ምስ ሓዉ መታን ክሰማማዕ ኣብቲ ውሽጢ ጋራጅ ነታ ዘባላሸዋ መኪና ንሓንቲ መዓልቲ ዝኣከል እንዳዐረያ ክጸንሕ ይንገሮ። ብናይ ራጅ ሓዉ ትእዛዝ መሰረት ድማ ቬር ነታ መኪና እንዳዐረያ ከሎ እሽታ ሞተር ሳይክል ሒዛ ትመጽእ። ቬር ድማ ንእሽታ ደጊሙ ስለ ዝረኣያ ኣዝዪ ተሓጒሱ ሎምዓንቲ ምሸት ነታ ሞተር ሳይክላ ከዐርያ ሓዲሩ ንጽባሒቱ ኩሉ ወዲኡ ከም ዘረከባ ይነግራ። ኣብዚ ግዜ ድማ እሽታ ኣብዚ ጋራጅ ተቖጺርካ ዲኻ ትሰርሕ ኢላ ትሓቶ። ቬር ድማ ዋና እቲ ጋራጅ ንሱ ከም ዝኾነን ነታ መኪና ኣቐዲሙ ኣባላሽዋ ስለ ዝነበረ ብናይ ሓዉ መቕጻዕቲ ይሰርሕ ከም ዘሎ ይነግራ። ምስ እሽታ ድማ ኮፍ ኢሎም እንዳዕለሉ ከለዉ ድራጅ ናብቲ ቦታ ይመጽእ። እሽታ ድማ እታ ሞተር ሳይክል ምስ ተዓረየት ንጽባሒቱ መጽያ ከም ትወስዳ ነጊራቶም ትኸይድ። እሽታ ድሕሪ ምኻዳ ዋላ ቬር ክርስዓ ስለ ዘይከኣለ ኣብቲ ጋራጅ ከሎ ድቃስ ወሲድዎ ብሕልሙ ምስኣ ኣብ ጽርግያ ክድንሱ ከለዉን ጽቡቕ ግዜ ከሕልፉ ከለዉን ይሓልም። ቬር ኣብቲ ጋራጅ ደቂሱ ከሎ ወጊሑ። ራጅ ሓዉ ንግሆ ናብቲ ጋራጅ ይመጽእ። ቬር ኣብኡ ደቂሱ ከሎ ድማ። ማይ ኣብ ልዕሊኡ ኣፍሲሶም ካብ ድቃሱ የተስእዎ ምኽንያቱ ካብታ ክብርቲ መኪና ትበሃል ናታ ራድዮ ተሰሪቑ እዩ። እዚ ከምዚ ኢሉ ከሎ ድማ ኦስካር ዝተባህለ ዝኾነ ናይ መኪና ዝተሰርቀ ኣቑሑት ዝገዝእ ሰብ ንርኢ። ካብቲ ጋራጅ ድማ ናይታ መኪና ሬድዮ ሰሪቑ ዝሸጦ ካልእ ሰብ ዘይኮነስ ሲዲ'ዩ ነይሩ። ሲዲ'ዩ ድማ እዚ ነገር ዝገብረሉ ዘሎ ምኽንያት ኣፍቃሪቱ ዝተወለደትሉ መዓልቲ ልደታ ስለ ዝኣኸለ ገንዘብ ንኽእክብ ኢሉ'ዩ። እዚ ከምዚ ኢሉ ከሎ ድማ ቬር ናይ እሽታ ሞተር ሳይክል ኣዐርዩ ናብ ገዛኣ ሒዙላ ይመጽእ። ነታ ሞተር ሳይክል ድማ ንዓኣ ድሕሪ ምርካቡ ኣብቲ ናታ ገዛ ኮፍ ኢሎም ቡን እንዳሰተዩ ከለዉ ንቬር ኣዕሩኽቱ ናብቲ ቦታ ይመጹ። እቶም ኣዕሩኽቱ ድማ ሎምዓንቲ ናይ ምዝንጋዕ መደብ ስለ ዘሎ ናብቲ መደብ ንእሽታ ሒዙዋ ንኽመጽእ ሓሳብ የቕርቡሉ። ቬር ድማ ንእሽታ ናብቲ መደብ ብሓደ ኮይኖም ንኽኸዱ ምስ ሓተታ፣ እሽታ ብሓሳቡ ተሰማሚዓ ቀልጢፋ ምስኡ ንኽትከይድ ትውስን። ናብቲ ቦታ ድሕሪ ምኻዶም ድማ፣ ብኪንግ ዝተባህለ ሰብ ዝምርሑ ሰባት ምስቲ ነቲ ናይ ምዝንጋዕ መደብ ዘዳለወ ዋና ምስኡ ክጨቓጨቑ ይጅምሩ። እዞም ብኪንግ ዝተባህለ ሰብ ዝምርሑ ሰባት ድማ ብዘይ ዝኾነ ሕብእብእ ኣብቲ ቦታ ሓሽሽ ንኽሸጡ ይሓትዎ። እንተኾነ ግን እቲ ሰብ ፍቓደኛ ክኸውን ስለ ዘይከኣለ፣ በዓል እሽታ ድማ እዚ ክዛረቡ ከለዉ ሰሚዐን። ካብዚ ቦታ ክኸዱ ከም ዘለዎም እንተ ዘይኮይኑ ድማ ናብ ፖሊስ ከም ዝድውላ ይነግርኦም። እቲ ሓሽሽ ዝሸይጥ ሰብ ድማ ብናይ እሽታ ዘረባ ይሓርቕ እሞ ንናይ እሽታ ሞባይል ናብ መሬት ይድርብያ። ኣብዚ ግዜ ድማ ቬር ነቶም ናይ ኪንግ ዝተባህለ ሰባት። ካብዚ ቦታ ክኸዱ ከም ዘለዎም ይነግሮም። እንተኾነ ግን እቶም ሰባት ካብቲ ቦታ ክኸዱ ስለ ዘይከኣሉ ኣብ መንጎ ቬርን ኣብ መንጎ እቶም ናይ ኪንግ ዝተባህሉ ሰባትን ባእሲ ይለዓል። ቬር ድማ ምስቶም ኩሎም ናይ ኪንግ ሰባት ክበኣስ ይጅምር። ክኽእልዎ ድማ ስለ ዘይከኣሉ ምስ ኪንግ ዝተባህለ ሰብ ይበኣስ ከም ዘሎ ነጊሮሞ ፈኪሮምሉ ይኸዱ። ኣብ ሓደ መዓልቲ ድማ ቬር ናይ ምሸት ኣከባቢ፣ ቮሊቦል ድሕሪ ምጽዋቱ ናብ ገዝኡ እንዳኸደ ከሎ ናይቲ ኪንግ ዝተባህለ ሰባት ሒዞም ይቕጥቅጥዎ። ራጅ ድማ ቀልጢፉ ናብቲ ቦታ ብምምጽኡ ንሓዉ ገዲፎሞ እቶም ሰባት ይኸዱ። ቬር ድማ በቶም ሰባት ቁሩብ ማህሰይቲ ስለዘጋጠሞ ንዝተወሰነ ግዜ ኣብ ሆስፒታል ከምዝጸንሕ ይግበር። በዚ ምኽንያት ድማ ንራጅ ኣዕርኽቱ ዝኾኑ በቲ ንቬር ዘጋጠሞ ማህሰይቲ ሓሪቖም ብሓደ ዀይኖም ነቶም ናይ ኪንግ ሰባት ሕነ ንኽፈድዩ ናብቲ መንበሪኦም ቦታ ይኸዱ፣ ብዓራጅ ድማ ምስቶም ኵሎም ሰባት ተባኢሶም ምስ ቀጥቀጥዎም፣ ነቲ ኣብቲ ገዛ ዝርከብ ኵሉ ሓሽሽ ድማ የቃጽልዎ፣ ኣብዚ ግዜ ድማ ሓደ ኻብቶም ናይ ኪንግ ሰባት፣ ምስ ሓደገኛ ሰብ ኢኹም ተባኢስኩም፣ ኪንግ ንዅላትኩም ክቐትለኩም እዩ ኢሉ ይነግሮም፣ ራጅ ድማ እዚ ዅሉ ዝገበረ ነገር ካልእ ኢልኩም ንገርዎ ኢሉ ካብቲ ቦታ ይኸይድ። ኣብ ዝቕጽል መዓልቲ ኪንግ እቲ ሓሽሽ ከም ዝተቓጸለ ምስ ረኣየ ይስንብድ። እቶም ሰባት ድማ እዚ ነገር ዝገበረ ሰብ ካልእ'ዩ ስመይ ኢሉ ነጊርዎም ከም ዝኸደ ይነግርዎ። ኪንግ ድማ ብቕልጡፍ ናብ ናይ በዓል ራጅ ገዛ ይኸይድ። ራጅ ቅድሚ ሕጂ ካሊ ብዝበሃል ስም ሓያል ሰብ ከም ዝኾነ'ዩ ዝፍለጥ። ኣብ መንጎ ራጅን ኣብ መንጎ ኪንን ድማ ዋላ ሓንቲ ባእሲ ከይተፈጥረ ይፈላለዩ። ኣብዛ ፊልም ብተዘክሮታት ናብ ናይ ዝሓለፈ ግዜ ናብ ድሕሪት ንምለስ። ብዓራጅ ካብ ገዝኦም ድሕሪ ምውጽኦም ብካልኦት ሰባት ናይ ተኹሲ ልውውጥ ይኽፈተሎም። ብዓራጅ ድማ ብፍጥነት መኪንኦም እንዳዘወሩ ምስኦም ተተዃዂሶም ካብኦም የምልጡ። እንተኾነ ግን ራጅ ናይታ መኪና ፍጥነት ክቆጻጸሮ ስለ ዘይከኣለ ንሓንቲ ጓል በታ መኪንኡ ክሃርማ ክብል ሰኣን ቁሩብ ነታ መኪና ደው የብላ። ሳላ እታ መኪና ቀልጢፉ ደው ዘበላ ድማ ካብቲ ሓደጋ ድሕሪ ምትራፉ፣ ነታ ጓል ይቕሬታ ሓቲትዋ ናብ መኪንኡ ይምለስ። ብኻልእ ወገን ድራጋቭን ሜሊክን ዝተባህሉ ክልተ ኣሕዋት፣ ከመይ ገይሮም ብዘይሕጋዊ መንገዲ ወርቂ ከዘዋውሩ ከም ዘለዎም ክዘራረቡ ይጅምሩ። ራጋቭ ድማ ንሜሊክ ንኹሉ ነቲ ወርቂ ብውሕስነት ዘለዎ መንገዲ ካብ ሃገር ክወጽእ ከም ዘለዎ ይነግሮ። ራጅ ድማ ብመንገዲ እንዳኸደ ከሎ ነታ ሳእን ቁሩብ ብመኪና ሃሪምዋ ዝነበረት ጓል ኣብ ሓደ ቦታ ስእልታት ክትሸይጥ ከላ ይረኽባ። ስማ ድማ ሚራ ትበሃል። ራጅ ድማ ምስ ሚራ ድሕሪ ምልላዩ ናታ ቁጽሪ ሞባይል ተቐቢሉ ይኸይድ። ካብኡ ንደሓር ድማ ራጅ ምስ ኣቡኡ ራንዲር ባክስ ኮይኑ ናብ ንእሽተይ ሓዉ ዝኾነ ናብ ቬር ይኸይድ። ቬር ኣብዚ ሕጂ ግዜ ተማሃራይ'ዩ ነይሩ። እንተኾነ ግን ብናይ ኣቦኡን ብናይ ሓዉን ምምጻእ ኣይተሓጎሰን። ራጅ ድማ ንበይኑ ኮይኑ ንንእሽተይ ሓዉ ቬር የዛራርቦ'ሞ ነቲ ዘምጽእሉ ፍዮሪ ሂብዎ ብሰላም ይፈላለዩ። ካብ ቬር ድሕሪ ምፍልላዮም ንራጅ ኣቦኡ ኣዝዩ ይጭነቕ። ምኽንያቱ ራጅን ቬርን ናይ ሓደ ኣቦን ኣድን ዉላድ ኣይኮኑን። እንተኾነ ግን ቬር እዚ ነገር ክሳብ መወዳእታ ክፈልጥ ከምዘይብሉን፣ ብሚስጢር ክሕዞ ከም ዘለዎን ንራጂ ይነግሮ። ብኻልእ ወገን ኣብ መንጎ ራጂን ሚራን ዘለዎም ርክብ ኣዝዩ ይጥንክር። መብዛሕትኡ ግዜኦም ብሓደ ኮይኖም ከሕልፍዎ ከለዉ ራጅ ድማ ካብኣ ከም ዘይፍለ ቃል ይኣትወላ። ራጅ ድማ ንሚርያ ንጽባሒቱ ናብ ኣርሜንያ ዝተባህለ ሃገር ከም ዝኸይድን ኣብ ዝሓጸረ እዋን ድማ ከም ዝምለስ ይነግራ። ንጽባሒቱ ድማ ራጅ ምስቶም ናቱ ግሩፕ፣ ብናይ ኣቦኦም ትእዛዝ መሰረት እቲ ወርቂ ናብ ኣርመንያ ንኸብጽሕዎ ጉዕዞኦም ይጅምሩ። እንተኾነ ግን ኣንጻሮም ዝኾኑ ግሩፕ ሽዑ ንሽዑ ብድሕሪኦም ይመጹ። ካብ ሓንቲ መኪና ሓደ ሰብ ወጺኡ ድማ ናብታ ናቶም መኪና ኣርብጂ ይትኩሰሎም። በቲ ዝተተኮሰ ኣርበጂ ምኽንያት ድማ ሓደ ንበዓል ራጅ ብጻዮም ምስ መኪንኡ ይግልበጥ። ራጅ ድማ በታ ናቱ መኪና ተቐልቂሉ ናብቶም ሰባት እንዳተኮሰ ከሎ፣ መኪንኡ ተጋጭያ ኣብ ቅድሚኦም ተገልቢጣ ትወድቕ። ኣብዚ ግዜ ራጅ ደኺሙ ወዲቑ ከሎ እቶም ጸላእቱ ተኣኪቦም ናብኡ ይመጹ። ንራጅ ዘሰንበዶ ነገር ግን ካብዚ ዘጋጠሞ ንላዕሊ መራሒቶም ናይቶም ጸላእቱ ግሩፕ ሚራ ብምንባራ እዩ። ሚራ ቅድሚ ሕጂ ነቲ ምስ ሓዉ ዝዛረብ ዝነበረ ንሜሊክ ጓሉ'ያ። ሜሊክ ድማ ንጓሉ ከም ተሓባባሪ ተጠቂሙ ንራጅ ይሕዞ ሚራ ድማ ንራጅ ሎማዓንቲ ናይ ልደቱ ማዓልቲ ስለ ዝኮነ ንከይትቀትሎ ቃል ትኣቱ እንተኮነ ግን ነቲ ባዓል ራጅ ዘብጽሕዎ ዝነበረ ኩሉ ወርቂ ምስቶም ናታ ግሩፕ ኮይና ትወስዶ በዚ ክሕደት ድማ ራንዲር ባክስ ብጣዕሚ ይሓርቅ ንባዓል ሜሊክ ድማ በዚ ዝገበርዎ ነገር ንኩሎም ከም ዘይገድፎም ይፍክር እንተኮነ ግን ራጅ ኩሉ ነገራት ብከምዚ ዓይነት መልክዕ ከም ዘይከይድን ኩሉ ነገራት ባዕሉ ከም ዝውድኦ ቃል ይኣትወሉ። ኣብ ዝቕጽል መዓልቲ ራጅ ቅልጥፍቲ መኪና ሒዙ ናብ ሚራ ይኸይድ። ሚራ ድማ ካብ ራጅ ንኸተምልጥ ሓሲባ ዋላ እኳ ብቕልጡፍ ተዘወረት፣ እንተኾነ ግን ካብ ራጅ ክተምልጥ ኣይከኣለትን። መኪንኣ ድማ ናብቲ ገምገም ባሕሪ ተጸጊዓ ንኽትወድቕ ቁሩብ ይተርፋ። ኣብዚ ግዜ ራጅ ቀልጢፉ ናብ ናይ ሚራ መኪና ይድይብ እሞ ናብቲ ገምገም ባሕሪ ካብ ምውዳቕ የድሕና። ንሚራ ድማ ካብቲ መጀመርያ ግዜ ጀሚሩ ንዓኣ ብንጹህ ልቡን ናይ ብሓቂ ድማ የፍቅራ ከም ዝነበረ፣ እንተኾነ ግን በቲ ንዕኡ ዝገበረቶ ነገር ከም ዝሓዘነ ነጊርዋ ካብቲ ቦታ ብመኪንኡ ይኸይድ። ካብዚ ግዜ ንደሓር ሚራ በቲ ዝገበረቶ ነገር ኣዝያ ትጠዓስ። ምስ ራጅ ዝነበሮም ሓቀኛ ፍቕሪ እንዳዘከረት ከም ዝበደለት ይርድኣ። ኣብ መወዳእታ ድማ ንራጅ ይቕሬታ ንኽትሓቶ ሓሲባ ናብ በዓል ራጅ ትኸይድ። እንተኾነ ግን ራጅ በቲ ዝገበረቶ ጥልመት ስለ ዝሓረቐ ካብ ገዝኡ የውጽኣ። ሚራ ድማ ራጅ ክሳብ ይቕሬታ ዝገብረላ ካብቲ ቦታ ከም ዘይትኸይድ ብምዝራብ ኣብቲ ደገ ኮፍ ትብል። ራጅ ድማ ኣዝዩ ስለ ዝሓረቐ ናብኣ ከይከደ ንሳ ድማ ናብ ገዝኣ ቅድሚ ምኻዳ ዝናብ ክሃርም ይጅምር። ራጅ ድማ ሚራ ክሳብ ሕጂ ኣብቲ ደገ ኮይና ዝናብ እንዳ ሃረማ ንዕኡ ትጽበ ከም ዘላ ምስ ረኣየ ኣደንጊጻቶ ጽላል ሒዙ ናብ ሚራ ይኸይድ ካብቲ ዝነበረ ዝናብ ድማ ንዓኣ ኣጽሊሉ ይቕረ ከም ዝገበረላ ይነግራ ኣብ መወዳእትኡ ድማ ይቕረ ተባሃሂሎም ይተሓቛቖፉ ካብኡ ንደሓር ድማ ካብቲ ተዘክሮታት ወጺእና ናብ ናይ ሕጂ ግዜ ንምለስ እሞ ቬር ኣብቲ ጋራጅ ኮይኑ ብዛዕባ እሽታ እንዳ ሓሰበ ከሎ ራጅ ድማ መጺኡ ካብ ድቃሱ ማይ ደፊኡ እንዳ ኣባራበረ። ንሱ ደቂሱ ኣብ ዝነበረሉ ግዜ ክቡር ዝኾነ ናይ መኪና መብራህቲ ከም ዝተሰርቀ ይነግሮ። ራጅ ድማ እዛ መዓልቲ ቅድሚ ምሕላፋ እቲ ካብዛ መኪና ዝጠፈኣ ክቡር መብራህቲ ካብ ዘለዎ ደልዩ ንኸምጽኦ ይነግሮ። ኣብዚ ግዜ ድማ ኣብቲ ጋራጅ ተሓጋጋዚ ኮይኑ ዝሰርሕ መኒቫይ ናብቲ ቦታ ይመጽእ። መኒቫይ ድማ ንቬን ነቲ ናይ መኪና መብራህቲ ትደልዮ እንተድኣ ኮይንካ፣ ነቲ ንብረት ትረኽበሉ ቦታ ክነግረኪ'የ ይብሎ። መኒቫይን ቬንን ድማ ብሓደ ኮይኖም ናብ ናይ ኦስካር ናይ መኪና መሸጢ ኣቑሑት ናብ ድኳኑ ይኸዱ። ኦስካር ካብ በዓል ቬር ተሰሪቑ ብዝመጽእ ኣቑሑት ገዚኡ ንድኳኑ ጽቡቕን ብዙሕ ኣቑሑትን ዘለዎ ገዛኢ ገይርዎ። ቬርን መኒቫይን ድማ ካብ ናቶም ጋራጅ ሰሪቑ ኣቑሑት ናይ መኪና ዘመጽእ ሰብ መን ከም ዝኾነ ንኽሓትዎ ይሓስቡ። እንተኾነ ግን ኦስካር ናይቲ ሰብ ማንነት ከም ዘይነግሮም ምስ ተረድኡ፣ ኣብቲ ቦታ ኮፍ ኢሎም ነቲ ሰብ ንኽጽበይዎ ይውስኑ። ኣብዚ ግዜ ሲዱ ናይታ ክብርቲ መኪና መብራህቲ ሒዙ ናብ ኦስካር ይመጽእ። ክሳብ ሕጂ ሲድ ናይ መኪና ኣቑሑት እንዳሰረቐ ዝሸይጥ፣ ነፍቃሪቱ ዝኸውን ሰልዲ ንኽረክብ ክብል እዩ። ቬር ድማ ሕርቃኑ ምቁጽጻር ይኣብዮ'ሞ ንሲድ እንዳጓየየ ክሃርሞ ይጅምር። ሲዱ ድማ ኣብዚ ግዜ እዚ ኩሉ ነገር ዝገብሮ ነፍቃሪቱ ክብል ከም ዝኾነ ንቬር ይነግሮ። ኣብዚ ግዜ ቬር ንእሽታ ይዝክር እሞ ምስኡ ኮይኑ ክበኪ ይጅምር። ካብኡ ንደሓር ድማ ቬር ናይ ምሸት ኣካባቢ ናብ እሽታ ይኸይድ። ንእሽታ ድማ ናይ ፍቕሪ ርክቦም ንቤተሰቦም ብምዝራብ ንኽምርዓዉ ሕቶ የቕርበላ። እሽታ ድማ ንቬር ኣዝያ ስለ ተፍቅሮ ንቤተሰባ ንኽትነግሮም ትውስን። ብሓደ ኮይኖም ድማ ናብ ራጅ ድሕሪ ምኻዶም፣ ናብ ናታ ቤተሰብ ከይዱ እሽታን ቬርን ፍቑራት ከም ዝኾኑ እቲ ሓቂ ንኽነግሮም ትሓቶ። ራጅ ድማ ብናይ ቬርን እሽታን ሕቶ መሰረት ናብ ናታ ቤተሰብ ከይዱ ሕቶ ንኸቕርበሎም ይውስን። ናብ ናይ እሽታ ገዛ ምስ ከደ ድማ ንእሽታ ሓፍታ ሚርያ ኮይና ትጸንሕ። እሱ ድማ ንሚርያ ምስ ረኣየ ይስንብድ። ሚርያ'ውን ካብ ናይ ኣቦኣ ሞት ንደሓር ኣዘያ'ያ ሓዚና። ናይ ኣቦኣ ቀታሊ ድማ ራጅ ከም ዝኾነ ስለ ትሓስብ ካብቲ ገዛ ወጺኡ ንኽኸይድ ትነግሮ። ቅድሚ ሕጂ ኣብ መንጎ ንሚርያ ኣቦኣን ንራጅ ኣቦኡን ጽልኢ ስለ ዝነበሮም እዞም ክልተ ሰባት ድማ እቲ ዝነበሮም ጽልኢ ብምግዳፍ ብሓደ ንኽሰርሑ ይውስኑ። ሓደ መዓልቲ ድማ ኣኼባ ንኽገብሩ ራጅን ኣቦኡን ናብ ናይ ሜሊክ ገዛ ይኸዱ። ኣብቲ ገዛ ድማ ራጅ ብዙሓት ሰባት ምስ ረኣየ ክጠራጠር ይጅምር። እቲ ነገር ድማ ነቦኡ ሓደገኛ ስለ ዝኾነ ካብቶም ሰባት ብዝተኻእሎ ዓቕሚ ነቦኡ ንኽሕልዎ ይዳሎ። ራንዴር ባክስን ሜሊክን እንዳተዘራረቡ ከለዉ ድማ ኣጋጣሚ ናይ ሜሊክ ሰባት ተሲኦም ክትኩሱ ይጅምሩ። ራጅ ድማ ኣቐዲሙ ተዳልዩ ስለ ዝነበረ ናብቶም ሰባት እንዳተኮሰ ነቦኡ ይከላኸለሉ። ኣብዚ ግዜ ድማ ራጋቭ ዝተባህለ ናብ ሚርያ ደዊሉ ራጅ ከም ዝጠለሞምን ናብኦም ክትኩስ ከም ዝጀመረ ናይ ሓሶት ሓበሬታ ይነግራ። ኩሉ ነገር ድሕሪ ምሕላፉ ሜሊክን ራንዴርን ኣዝዮም ስለ ዝተሓራረቑ ነንሕድሕዶም ይተኻኸሱ። ራጅ ድማ በቲ ሽጉጥ ኣቡኡ ድሕሪ ምትኳሱ ነታ ሽጉጥ ሒዝዋ ከሎ ሚራ ናብቲ ገዛ ትመጽእ። ሚራ ድማ እዚ ምስ ረኣየት ዝተረደኣቶ ራጅ ናብ ኣቦኣ ከም ዝተኮሰን ከም ዝቀተሎን ስለ ዝሓሰበት ብሕርቃን ድማ ሽጉጥ ኣውጺኣ ቶኪሳ ንራጅ ትሃርሞ። ካብቲ ሽዑ ግዜ ንደሓር ኣብ መንጎ ራጅን ሚራን ዝነበረ ርክብ ይቋረጽ። ኣብዚ ሕጂ ግዜ ድማ ንካልኣይ ግዜ እዞም ክልተ ናይ ክልቲኦም ስድራ ደቆም ዝኾኑ ስለ ዝተፋቀሩ ብሓደ ንክኾኑ ሕቶ ንከቅርብ ዋላኳ ተኸደ። ሚራ ግን ፍቓደኛ ክትከውን ኣይከኣለትን። እዚ ከምዚ ኢሉ ከሎ ድማ እሽታን ቬርን ኣብ ሞንጎ ናይ ክልቲኦም ቤተሰብ ጽልኢ ዋላ እኳ ተሃለወ፣ ራጅን ሚራን ድማ ዝገበሩ ጌሮም ንኸተዓርቕዎምን ፍቕሮም ድማ ንኽቕጽሉን ይሓስቡ። ሜኒቫይ ድማ ናብ ቤተክርስትያን እንዳኸደ ከሎ ናይቲ ኪንግ ዝተባህለ ሰብ መኪና ኣብ ኣፍደገ ደው ኢላ ከላ ይሪኣ። መኒቫይ ኣብ ናይ ራጅ ገዛ ክሰርሕ ድሕሪ ምጅማሩ፣ ምስራቕ ኣቋሪጹ ዋላኳ ተነበረ፣ እንተኾነ ግን ነዛ ክብርትን ጽብቕትን መኪና ምስ ረኣየ፣ ገዲፍዋ ክኸይድ ስለ ዘይከኣለ፣ ሰሪቕዋ ሒዝዋ ናብቲ ጋራጅ ይኸይድ። ንቬር ድማ ቀልጢፍካ ናይዛ መኪና ሕብሪ ቀይረለይ ኢሉ ይነግሮ። እንተኾነ ግን ቬር ዝተሰርቀ መኪና ከም ዘየዐርዩን ካብቲ ጋራጅ ቀልጢፉ ሒዝዋ ንኽወጽእ ይነግሮ። ብኻልእ ወገን ራጅ ነቶም ናይ ኪንግ ሰባት ሕነ ክፈዲ ስለ ዝደሊ፣ ክከታተሎም ይጅምር። እቶም ናይ ኪም ሰባት ድማ ብሓደ ተኣኪቦም ናብ ናይ ሚራ ሬስቶራንት ይኸዱ። ንሚራ ድማ ኣብቲ ናታ ሬስቶራንት ሓሺሽ ንኽሸጡ ንኽትፈቕደሎም ይሓትዋ። እንተኾነ ግን ሚራ ብሓሳቦም ኣይተሰማምዐትን። እቶም ናይ ኪንግ ሰባት ድማ ንሚራ ቅድሚ ምህራሞም ራጅ ገጹ ሸፊኑ ናብቲ ቦታ ብምምጻእ ንኹሎም ይቕጥቅጦም። ንጽባሒቱ ድማ ሚራን ኢሽታን ናብ ቤተ ክርስትያን ይኸዳ። ሚራ ድማ ንራጅ ትሪኦ እሞ ንምንታይ ይካታተላ ከም ዘሎ ትሓቶ እሱ ድማ ምስ ሓዉ ንሱ ዉን ናብዚ ቦታ መጺኡ ከም ዝነበረን ንዓኣ እንዳ ተከታተለ ናብዚ ቦታ ከም ዘይመጸ ይነግራ ቪር ድማ ነታ መኒቫ ዘምጽኣ መኪና ሙሉእ ብሙሉእ ሕብራ ይቅይራ ካብኡ ንደሓር ድማ ሚኒቫይ ነታ መኪና ሒዝዋ ናብ ኦስካር ከይዱ ይሸጣ ንኦስካር ሓፍቱ ሎምዓንቲ ምስ ኣፍቃሪኣ ከም ተላልዮ ምስ ነገረቶ እሱ ድማ ነታ መኪና ዝገዝኣ ንንሓፍቱ ኣፍቃሪኣ ጊፍት ንክህቦ ሓሲቡ ስለ ዝነበረ እዩ። እንተኾነ ግን ኦስካር ሓፍቱ ኣፍቃሪየይ እዩ ኢላ ዘምጻቶ ሰብ እቲ ንብረት እንዳሰረቐ ዘምጻሎ ዝነበረ ሲዱ እዩ ኔሩ። ንሲዱ ድማ ንኻልኣይ ጊዜ ኣብ ጥቓ ሓፍቱ ንኸይቀርብ ነጊሩ ይሰጎ። ናይ ምሸት ኣከባቢ ድማ ቬርን እሽታን ብተሌፎን እንዳዕለሉ ከለዉ፣ ሚራ ድማ ኣጋጣሚ ናብቲ እሽታ ዝነበረቶ ክፍሊ ኣትያ ዘዕልልዎ ዝነበሩ ትሰምዕ። ንእሽታ ድማ ካብዚ ንላዕሊ ከተጸግማ ስለ ዘይደለየት ንቬር ናብቲ ገዛ ንኽትዕድሞ ትነግራ። እሽታ ድማ ንቬር ናብ ገዝኦም ትዕድሞ። ሚራ ድማ ከምዚ እንዳበለት ንቪር ስምምዕ ተቕርበሉ። ምስራጅ ወላ ሓንቲ ርክብ ተዘይሃልይዎም ካብኡ ድማ ይርሓቕ እንተደኣ ኮይኑ ምስ እሽታ ክምርዖ ከም ዝኽእል እንተዘይኮይኑ ግን በዚ ሓሳብ እንተድኣ ተዘይተሰማሚዑ ምስ እሽታ ክምርዖ ከምዘይክእል ትነግሮ። ቬር ድማ እዚ ድሕሪ ምስምዑ ብፍጹም ካብ ሓው ራጅ ክፍለ ከምዘይክእል ነጊርወን ይኸይድ። ኣብዚ ግዜ ድማ ሚራ ብሕርቃን ራጅ ሓውኻ ኣይኮነን ኢላ ነቲ ክሳብ ሕጂ ከይተነግሮ ተሓቢእዎ ዝነበረ ሚስጢር ትነግሮ። ራጅ ንቬር ክሳብ ሕጂ ብስጋ ኣሕዋት ከምዘይኮኑ ስለዘይነገሮ በዚ ምኽንያት ድማ ኣዝዩ ሓዚኑ ናብ ራጅ ይኸይድ። ንራጅ ድማ እቲ ኹሉ ሚርያ ዝነገረቶ ነገር ይነግሮ። ራጅ ድማ ንቬሪ ብስጋ ኣሕዋት ከም ዘይኮኑ፣ እንተኾነ ግን ብስጋ ኣሕዋት ካብ ዝኾኑ ሰባት ንላዕሊ ብሓንሳብ ከም ኣሕዋት እዮም ዝነብሩ ነይሮም። በዚ ምኽንያት ድማ ከምቲ ቀደሞም ኣሕዋት ከም ዝኾኑ ብምሕሳብ ይተሓቛቖፉ። እዚ ኹሉ ከምዚ ኢሉ ከሎ ሚራ ንሓወቦኣ ራጋቫ ትረኽቦ። ራጋቭ ድማ እቲ ዅሉ ነገር ከም ዚፍጠር ዝገበረ ኣቦኣ ኸም ዝዀነ ይነግራ። ኣብ ዚቕጽል መዓልቲ ድማ ኣርባዕቲኦም ብሓደ ዀይኖም ይራኸቡ እሞ፣ ሚራን ራጅን በይኖም ኰይኖም ናብቲ ጋራጅ ድሕሪ ምኻዶም፣ ሚራ ነቲ ዝገበረቶ ዅሉ ጌጋ ይቕሬታ ትሓቶ፣ ራጅ ድማ ኣብዚ ዅሉ ዝሓለፈ ግዜያት ንዓኣ ዋላ ሓንቲ ኸም ዘይተቐየመላ ይነግራ። ኣብዚ ግዜ ድማ ኦስካር ናብኦም ይመጽእ እሞ፣ ሎማዓንቲ ናይ ሲድ መርዓ ስለ ዝኾነ ንኽሕግዞ ጸዊዒ ሒዝዎ ይኸይድ ብዓራጅ ድማ ተሓጋጊዞም ናይ ሲድ መርዓ ጽቡቅ ጌሮም የዳልውዎ። ካብቶም ኣብኡ ንመርዓ ዝተዓደሙ ሰባት ድማ ኪም ሓደ ስለ ዝነበረ ኪንግ ድማ ቅድሚ ሕጂ ኣብ ኣፍደገ ማዕጾ ጠፊኣቶ ዝነበረት መኪና ኣብዚ ቦታ ይረኽባ። ኣብቲ መርዓ ድማ ብምርባሽ ነቶም ኣብቲ ስርቂ ዝተዋፈሩ ሰባት እንዳቀጥቀጠ የሳቅዮም። ሚራ ድማ ኣብቲ መርዓ ረብሻ ምስ በዝሐ ንራጅ ዓው ኢላ ክትጽውዖ ትጅምር። ራጅ ድማ ቀልጢፉ ናብቲ ቦታ ይመጽእ እሞ ምስቶም ናይ ኪንግ ሰባት ክበኣስ ይጅምር። በቲ ነገር ዝሓረቐ ኪንግ ድማ ናብ ራጅ ሽጉጥ ይትኩስ። ሚራ ድማ ዘሊላ ንዕኡ ክትከላኸል ክትብል ንሳ ብጥይት ትህረም። ሽዑ መወዳእታ ኣብ ሆስፒታል ብህይወት ከም ዘላ ርኢናያ። በዓል ራጅ ድማ ናብቲ ሆስፒታል ክበጽሕዋ ከም ዝመጹ እንዳረኣና እዛ ፊልም ኣብዚ ትውድእ። ኩቡራት ተኻታተልቲ ከመይ ሪኢኩማ ፈቲኹማ ክትኮኑ ሙሉእ ተስፋ ኣለና እንተ ፈቲኹማ ነዛ ቪድዮ ላይክ እንዳ ገበርኩም ግለጹልና ኮምኡ ድማ ነዛ ቻነል ሳብስክራይብ ምግባር ኣይትረስዑ ምኽንያቱ ሓድሽ ፊልምታት ክንሰድድ ከለና ቀልጢፉ መታን ክበጽሓኩም ነታ ናይ ደወል ምልክት ድማ ጥውቕ ምባል ኣይትረስዑ ኮምኡ ድማ ሓሳብ ሪኢቶ እንተድኣ ሃሊኩም ኣብ ኮመንት ጽሓፉለይ ኣብ ዝቕጽል ብኻልእ ፊልም ክሳብ ንራኽብ ሰሰናዩ።